ራእይ ዘይብሉ ሰብ የለን ማለት እዩ። ራእይና ኣብ ሽትኡ ንምብፃሕ ግን መንገዲ ዝጠፍአና ብዙሓት ኢና ማለት እዩ። ካብ ባዕለይ ጀሚሩ እምበኣር ዘን ኣርባዕተ ሒዘልኩም ቀሪበን እኒኹ ማለት እዩ። ራእይና ኣብ ሽትኡ ንምብፃሕ ወይ ከዓ ኣብቲ ንደልዮ ቦታ ብመንፈሳዊ ይኹን ብዓለማዊ ይኹን ማለት እዩ ራእይና ኣብ ሽትኡ ንክነብፅሖ እዘን ኣርባዕተ ነገራት ሒዘልኩም መፅአ እኒኹ ኣነ ዝተረዳእኹዎን ዝተምሃርኩዎን ማለት እዩ። ቃዳማይ ማለት ራእይቲ ባዕሉ፣ ካልኣይ ማለት እዩ ክእለት ወይ ከዓ ስኪል ይብልዎ፣ ሓምሻይ ሳልሳይ ዲስፕሊን ወይ ከዓ ስነ ስርዓት ማለት እዩ። ራብዓይ ደግሞ ያው ፀባይ ወይ ከዓ ካራክተርም ይብልዎ ማለት እዩ። ኦኬ እዚአን ክንርኢ ኢና ማለት እዩ። ምክንያቱ እቲ ራእይና ኣብ ሽቲ ንምብፃሕ ብዓለማዊ ይኹን ብመንፈሳዊ ይኹን ዝያዳ ኣነ ትኩረት ልገብረሉ ለመን ነገር ኣብ መንፈሳዊ እየ ትኩራት ንገሩ ምክንያቱ እቲ ድክመት የውስሎ ለሎ ማለት እዩ እስካትኩም ግን ብደስ ዝበለኩም ክትርድእዎ ትኽእሉ ኢኹም ብደስ ዝበለኩም ላፍቲ ክጠቕመኩም ዝኽእል ብምውሳድ ክትጥቀምሉ ትኽእሉ ኢኹም ማለት እዩ ሰላምታ ከዓ ይረሳዕኹን እዩ ክቡራትን ፍትዋትን ተኸታተልቲ ናይ ማኣዲ ዩቱብ ቻናል ሓደሽ ንዝመፃኹም ሳብስክራይብ እንዳገበርኩም ቤተሰብ ኩኑ ማለት እዩ ነባር ፀናሕኹም ደግሞ ነዛ ቪድዮ ብላይክ ጀምርዋ ናብ ኩሎም ኣሕዋትኩም ከዓ ሸር ብምግባር እቲ ቪድዮ ዝጠቅም ተኮይኑ ናብ ኣሕዋትኩም ሸር በልዎ ኢኹም ማለት እዩ እምበኣር ሓንቲ ብሓንቲ ክንሪኤን ኢና በተለይ ዲስፕሊን ወይ ከዓ ስነ ስርዓት ማለት እዩ የእውነት ምክንያቱ ኣብኣ ትፃወተን ዘላ ኣብዛኛው ዝናገሮ እዚ ኮይነ ባዕለይ ክገብሮ ልደሊ እዩ ማለት እዩ እውነት ለመናገር ምክንያቱ ሰኻትም ኣነ ከዓ ሓቢረ ክገብሮ ኩሉ ዝዛረቡ ይገብሮ ማለት ኣይኮነን ኣነ ከዓ ግን ክትቃለሰ ከለኻ በተለይ ተፈሊጥካዮ እሞ ንክትቃለሰ ከዓ ኣዝዩ እዩ ዝሕግዘካ ማለት እዩ ስለዚ እታ ቀዳማይ ተይለኒ ራእይ ማለት እዩ ኣብዝሓ ኣነባት ኣይ ራእየይ ኣነባት ኣይ ሕልመይ ኣነባት ኣዩ ፀጋይ እንብል ብዙሓት ኢና ማለት በተለይ ፀጋይ ወይ ከዓ ውህውተይ ስታ እዩ ኢና ንብል ራእይ ወይ ከዓ እቲ ሕልሚ ከዓ ምስኡ ስለ ዝተተሓሓዘ ማለት እዩ ዝኾነ ነገር ክንሰርሕ ከለና ሲ ንኽእሎ ወይ ከዓ ንፈልጦ ክኾነ ኣለዎ ሓቀይ ዶ ምክንያቱ እንፈትዎ ነገር ማለት እየ እንፈትዎ ነገር ተኮይኑስ ኣብኡስ ክእለት ኣለና ኣብኡስ እንድሕር ንፈትዎ ኮይና ራእይናሲ ክነሳኽዐሉ እንኽእል መንገዲ ስለዝኾነ ማለት እዩ። ብመጀመርያ ላይ ራእይ ከም ናይ ግለይ ማለት እዩ ራእይ ሕልምና ማለት እዩ ምስ እግዚኣብሔር ተልኾን ተመራፂ እዩ ማለት እዩ። ሕልምና እያንዳንዱ ንፅሕፎ ነገር እግዚኣብሔር ክነቐድሞ ኣለና። ምክንያቱ ብሓይልና ብዓርስና ክንዋጽኦ ዝመስለና ነገራት ኣሎ ማለት እዩ። ግን ከኣ ኣይኮነን እዩ። ብመንፈሳዊ ይኹን ብዓለማዊ ይኹን እዚ ከከም ዝጠቕመኩም ውሰድዎ ኢለኩም እዮም። ብክልቲኡ ከኣ ንክናገር ክምኩር እየ ማለት እዩ። ምክንያቱ ሓደ ሰብ ብስጋን ብነብስን ይነብር እዩ። ብመንፈስ ከኣ ጥራሕ ከኣ ክነብር ኣይክእልን እዩ። ብስጋ ከኣ ክነብር ጥራሕ ኣይክእልን እዩ። ምክንያቱ ብስጋ እንተነቢሩ እቲ ናላዕላይ እግዚኣብሔር መጀመርያ ዕላምኡ መፍጠሪ ዕላምኡ ይርስዖ እና ኣብ ራእይና እግዚኣብሔር ኣምላኽ ተንቐድሞ ደስ ይብለኒ ማለት እዩ። ኣብዚሓ ሓደ ሓደ ትርኢ ተለኻ ከምዚ ትገብር ትኽእል ኢኻ፣ ከምዚ እኮ ክትበፅሕ ትኽእል ኢኻ ልብል ዳይሚ እግዚኣብሔር ኣምላኽ ኣቐድመሉ ዝበሃል ነገር የለ። እግዚኣብሔር ኣምላኽ ተቐዲምናየ ከዓ ንሕና ክንዕወት ኢና። ምክንያቱ እያንዳንዱ እንፅሕፈን ነገር እግዚኣብሔር ወይ ኣብዚ ከንስኻኸ እንታይ ትብል ሓግዘኒ ሰብ ከም ሰብ ይሓስብ ፈፃሚ ከዓ እግዚኣብሔር ስለዝኾነ ኣብ ራእይና ፅቡቕ ይኹን ሕማቕ ይኹን ኣብ ራእይና ማለት እዩ እግዚኣብሔር ነእትዎ እግዚኣብሔር ነቐድም ማለት እዩ እግዚኣብሔር ንሕወስ ኣብ ስጋዊ ይኹን መንፈሳዊ ይኹን ማለት እዩ ስጋዊ ተኮይኑ ከዓ ተኮይኑ ኣሰዩ ተለይኮነ ከዓ ይጠቕመና ስለዝኾነ ብምስጋና ኢና ክንቕበሎ ንኽእል እንድሕር በፂሕልና ኣሰይ እንድሕር ለይበፅሕና ግን እንድሕር እግዚኣብሔር ኣምላኽ ለየቐደምናዮ ኮይና ምጉርምራምና ኣይተርፈና ወይ ከምዚ ዝኩሉ ፅዒራ እዚ ኩሉ ከምዚ ገይራ ከምዚ ኢሉ ምንታይ ገበርካኒ ምባልና ኣይተርፈናኒ ስለዚ ኣብቲ ራእይና ራእይ ለዩና ሰባት ታእዩ ዕላማይ ታእዩ ራእየይ እንብል መጀመርያ ላይ ሰብ ስጦታ ዘይብሉ ወይ ከዓ ውህብቶ ዘይብሉ የለ ማለት ኩለና ስጦታና ብበይኑ ይኾን እምበር ስጦታና ኣለና ማለት ዝተውሃውናየ ጊፍት ዝተውሃውናየ ካብ እግዚኣብሔር ኣምላኽ ክእለት ኣለና ማለት እዩ ስለዚ እቲ ዝተውሃወና ክእለት ከዓ ንሕና ቀስ ብቐስ ክንዕውየ እኒና ምክንያቱ ራእይኻ ብምንታይ ድካ ትፈልጦ ወይ ከዓ ናታትካ ስጦታ ብምንታይ ድካ ትፈልጦ እስኻ ክትገብሮ ተለኻሲ በቃ ደስ ልብለካ ኣብኡ ነገርሲ ዝያዳ ኩሉ ግዜ እትገብር ማለት እዩ ኣብቲ ነገር እሱሲ ኩሉ ግዜ ትኩረት ጌርካ እትገብረሉ ደስ ኢልካ እትገብሮ ነገር ማለት እዩ ደስ ኢልካ እትገብሮ ነገር ናታትካ ስጦታም ክኾን ይኽእል እዩ ኣብኡ ከዓ ቀስ እናበልካ ቀስ እናበልካ ቀስ እናበልካ ይዓቢ ማለት እዩ በዚ እቲ ስጦታካ ልዓቢ ካብኡም ከፍ ኢልካ ብምሕሳብም ክተምፅኦ ትኽእል ኢኻ ትረኣየስ ኣንስታ እዩ ረኣየ ኣንስታ እዩ ዕላማ ኢልካሲ ከፍ ኢልካም ሓሲብካ ማለት እየ ሓሲብካ ምስ ኣእምሮኻ ተዛሪብካ ክተምፅኦ ትኽእል ኢኻ ማለት እዩ ስለዚ ራእይና ቅድሚ ኩሉ ራእይና ንፈልጥ ሕልምና ንፈልጥ ስቑኢልና እንዶ ነገር እንጓዓዝ እንታይ እዩ ራእየ ክንብል ኣለና ማለት እዩ ኣቱም ራእየሊና ፅቡቕ ራእየ ውፅኢና ፅቡቕ ሕልመሊና ብስጋዊ ይኹን ብመንፈሳዊ ለምሳሌ ብመንፈሳዊ ተኸይድና ንሕና ራእይና ስሙ ኣመስጊንና መንግስቱ ንምውራስ እዩ ማለት እዩ። መንግስቱ ንምውራስ ከታ እዩ ዘድልየና መንፈሳዊ ህይወት የድልየና ወዶ እዚ መንፈሳዊ ህይወት እዚ ከመይ ገይረ ይኸውዶ እዚ መንፈሳዊ ህይወት እዚ ከመይ ገይረ የውፅሖ ኢልና ምክንያቱ ሲ ኣማዕዲና እንሪኦ ክንኾነ ንደሊ ሲ ኣማዕዲና ንሪኦ ነገር ኣሎ ማለት እዩ። ከመይ ዓይነት ሰባት ክንከውን ሲ ኣብ ማዕዲና እንሪኦ ኣሎ ላኡ ክነብፅሕ ከዓ ግድን ጉዕዞ የድልየና ማለት እዩ ብቻ ራእይ ብቻ ሕልሚ ዋጋ የውሊ ማለት ፍልጠት እኮ እዩ ራእይ ማለት እዩ ፍልጠት ብቻ እዩ እምበይ ገና ምድርስ የወረደ ፍልጠት ብቻ ሓሳብ እንድሕር ኮይኑ እቲ ሓስቦ ወይ ከዓ እቲ ራእይና ብቻ ሓሳብ ብቻ ፍልጠት እንድሕር ኮይኑ ናብ ምድሪ ገና ክወርድ ዘለዎ ግድን ማለት እዩ ምክንያቱ ኩሉ ነገር ፅቡቅ ነገር ሕማቅ ይኹን ልጅምር ካብ ሓሳብ እዩ ማለት እዩ ንሓሱ ሕማቅ ይኹን ፅቡቅ ይኹን ካብ ሓሳብ እዩ ልጅምር ስለዚ ፅቡቅ ይኹን ሕማቅ ይኹን ገና ኣብ እምሮና ክመፅእ ከሎ ፅቡቅ ተኮይኑ ክነዕብዮ ሕማቅ ተኮይኑ ግን ገና እናሃለየ ክንክልክሎ ማለት እዩ ገና እናሃለየ ክንነፅጎ ምክንያቱ ሕማቅ እዩ ኣብ ሓሳብካ ልመላለሰካ ተኮይኑ ናብ ተግባር ኢኻ ተሽርፎ ማለት እዩ ስለዚ ፅቡቅ ተኮይኑ ደሞ ንፅቡቅ እንዳገበርና ክነዕብዮ ማለት እዩ ተዋሃወና ስጦታ ወይም ትራእይና ውሪድና ደሞ ናብ ምድሪ ክነውርዶ ማለት እዩ ምስ ኣውረድናዮ ደሞ እዚ ራእይ እሱ እዚ ሕልም እሱ ብቻ ፍልጠት ይልኾን ኣሎ ትራእሲ ፍልጠት ብቻ ይልኾን ደንበይ ምንም ፋይዳስ የብሉ ብቻ ፍልጠት ስለልኾነ ከዓ እዩ ራእይና ውሽትኡ ንኸይንወፅሕ ልኾነ ሲ

ለምሳሌ ብስደተኛታት ንኸይድ ማለት ንሕና ስደት ንዘለና ስደት ወፅኤስ እንታይ እዩ ዕላማይ ስደት መውፅኢት እንታይ እዩ ዕላማይ ኢልና እዛ ራእይ እዚኣ እዛ ሕልሚ እዚኣ ምክንያቱ እንታይ እዩ ሕልመይ ወፅኤሲ ብቻ ገፅ መደም መቼስ ሰምዓን ኣለኸ እንትኽን ገፅ መዳም ይኾን ናይ ክንርኢ መፂና ኦኬ ገፅ መዳም ይኾን ናይ ክንርኢ መፂና ስለዚ እታ ዕላማና ስታ እያ ስደት መውፅኢና ስታ እያ ስደት ወፅኤስ እንታይ እየ ክገብር ሓሳብ ለለኒ እንታይ ሓሳብ ኣለኒ ትልሓሰብክዎኸ ገብረ ኣለኹ ዶ ገብረ ኣለኹ ዶ ብመንፈሳዊ ርኢናዮ ኢና ብስጋዊ ከዓ እዚ ዓይነት ማለት እዩ እዚ ዓይነት ተነውፅእ ምክንያቱ ኣነሺ መፅለልየ ክሕዝየ እንተይልና ዓለማዊ ነገር መፅለልየ ክሕዝየ እንተይልና መፅለልየ ክሕዝየ ስለልብልካ ብቻ ኣይኮነን ንመፅእ ማለት እዩ ገንዘብ ተሓሕዛይ ከኸመ እዩ ገንዘብ ኣተሓሕዛይ ከመይ እዩ? ኣብ ስርሐይ ዘለኒ ጥንካረ ከመይ እዩ? ኣብ ስርሐይ ከ ንፍዕቲ ሰራሒት ድየ? ልስርሐይ ለለኒ ለለና ክብረት ከኸመ እዩ? ምክንያቱ ትራእየ ኣብቲ ሽጡ ከብፅሐ ተኮይነ ግድን እቲ ስርሐይ ከኽብረኒ እየኒ ማለት እዩ። ምክንያቱ ሰንሰለታዊ እዮም ተተሓሕዚኦም ኩሎም ሰንሰለት ምስ ሰንሰለት ተተሓሕዙ እዮም ማለት እዩ። ስለዚ ኢና ክንሓስብ ሻጋ ዝላሰማዕኹምስ ላይክ ለይገበርኹም ክንበኣስ ኢና ስለዚ ብቻ ገንዘብ ኣኻሊ ኣይኾነን እዩ ገንዘብ እንድሕር ባዚ ገዛ ክትሰርሕ ወይ መፅለል ክሕዝ እያ ስለልበልካ ብቻ ኣኻሊ የኾነ ብመንፈሳዊ ህይወትን ብቻ መንፈሳዊ ህይወት ክኾን መንፈሳዊ ሰብ ክኾን እየ ስለለልካ የኾነ እዩ ማለት እዩ ገድሊ የልዮ ነንሕድሕዱ ፃዕሪ ኣለዎ ማለት እዩ እቲ ፃዕሪ ከዓ ብሰንሰለት ብሰንሰለት ተተሓሐዘ ስለልመፃ ንሕና ከዓ እዚ ኢና ክንርኢ ዘለና ማለት እዩ ስለ ልሓለም እኳ ይመፅእ ማለት ኣይኮነን ግድን ውሳነና ተግባር የድሊ ማለት እዩ እሺ ራእይ ርኢና እኒና ካልኣይ ማለት እዩ ክእለት ወይ ከዓ ስኪል ማለት እዩ ክእለት ክእለት ከዓ ኸመይ እዩ ኣብዚ ሓዚ እያ ትሓተና ማለት እዩ ክእለት ምክንያቱ ራእይ ምፅና እየኒና እዚ ህንገብር የልና እኒና ግን ኣብኡ ክእለት የብልና እዩ ምክንያቱ ሲ ይሓፅረና ማለት እዩ ለምሳሌ ዩቱብ ክትከፍት ቀሊል ኣይኮነ ማለት ብጣዕሚ ከቢድ ማለት እዩ ምክንያቱ በተለይ ሶሻል ሚድያ ዘይወፅእ ዝነበረ ሰብ ስቕ ኢሉ ካብ ዜሮ ተወጊሱ እንትንክል ከሎ በቃ ኣነስ ዩቱብ ክሰርሕ ድሌት ኣለኒ ኢሉ ክለዓል ከሎ ካሊእ ስራሕም ክኾን ይኽእል ዋላ ካሊእም ስራሕም ለምሳሌ ንግዲ ዓለም ለይኽእል ሰብ ምክንያቱ ሓዳሽ ጀማሪ ማለት እዩ ለይኽእል ሰብ የለይ ኩሉ ይኽእል እዩ ምክንያቱ ኩሉ ካብ ዘይርኢ ተወጊሱ ኩሉ ተማሂሩ እዩ ኣብዙይ በፂሑ ማለት እዩ ዘይክእል ሰብስ የለይን ድሕሪ ጀሚርካዮ ኮይንካ ሶ እዚኣ ናብዚኣ ክትበፅሕ ግን ዓብዩ ተጋድሎ ኣለዎ ምፍራስ ምልማዕ ምኽሳር ምኽሳር ኣሎ ማለት እዩ ብዙሕ ነገር ኣለዎ ስለዚ እዛ ነገር እዚኣ እዛ ክእለት እዚኣ ንክተምፅኣ ዓብዪ ነገር ይሓተካ ማለት እዩ ራእይ ይኒኤካ እቲ ራእይካ ከዓ ሽቱ ክተውፅሐ ከዓ ክእለት የድልየካ ማለት እዩ ክእለት ምክንያቱ ከምቲ ኣለኩም ኣለኹ ዩቱብ ኸዚ ናብ ኩሉ ክትበፅሕ ብጣዕሚ ከቢድ እዩ ማለት እዩ ቀሊል ነገር ኣይኮነን እዩ ግን ከዓ ዩቱብ ክትሰርሕ ስለለለካ ዕላማ ስለለለካ ብቻ ኣኻሊ ኣይኮነን በብግዚኡ ዩቱብ እትለቆ ነገር ቪዲዮታት ግድን ንዕኡ ዝሓተካ ነገርስ ኣሎ ማለት እዩ እዚ ከዓ እቲ ክእለት ማለት እዩ እዚ ነገር እዚ ክተምፅእ ከዓ ግድን እንታይ ክትገብር እኒኤካ ቪድዮ ክትሰርሕ መፅሓፍቲ ወይ ክተንብብ ኢኻ ወይ ከዓ ክትምሃር እኒኤካ ማለት እዩ መንፈሳዊ ነገር ዝኾነ ነገር ክንፈልጥ እንደሊ ነገር ከዓ ስልጠና ወይ ከዓ ትምህርቲ የድልዮ ማለት እዩ ትምህርቲ የድልዮ ነዚ ክእለት ልዝደለናዮ ራእይና እንድሕር ክእለት ልሓተና ኮይኑ እንድሕር ክእለት ለይብልና ኮይና ስልኡ ክንምሃር እኒኤና ስልኡሲ ስለቲ ናታቱ ነገር ክንምሃር እኒኤና ሰባት ብምሕታት ድዩ ንዕኡ ስልጠና ልወሃቦ ተኮይኑ ስልጠና ብምውሳድ ድዩ ብዓለማዊ ይኹን ብመንፈሳዊ ይኹን ማለት እዩ ንዕኡ ክን ስለዚ ትልደለናዮ ነገር እንሰርሖ ነገር ትምህርቲ ንውሰደሉ ለምሳሌ እቲ ኮይና ድሕር እዚ እንታይ ልበሃል ንግዲ ክነውፅእ ተደሊና እኳሲ ስለቶም ልነግዱ ስለቶም ስራሕ ዘለዎም ከምኡ ዓይነት ግዴታ እዩ ክንጥይቕ ማለት እዩ። ግዴታ እሳቶም ስለ ዝኸሰርዎ ንሕና ከዓ ክንኸስረ የብልናን። ከይድና ተፀጊዕና ወይን ከይዳ ምስኣቶም ሰሪሕና ለምሳሌ ዳ ጁስ ተኾይኑ ጁስ ሞነ ኣሎ መቸስ ዳ ጁስ የኾንኩ ስቆብፅ ኣነ ተዕዳ ጁስ ትብልና ላይ ኣብነት የልወኩም ኣለኹም ዳጁስ ለምሳሌ ዳጁስ ተልዩ ፍሩታ ምሩት ማለት እዩ ተኾይኑ እሳቶም ላኣቲ ወፅእ ሰብ እኒኦም ወዶ ክንደይ ኣቲ ሰብ እኒኦም ዶ ኣብቲ ፍረታ ፍሩትኸ ለምፅእዎ ነገር ከ ከመይ እዩ መክሰብ ኣለዎ ዶ እዚ ነገራት እዚ ርኢኻ ኣብቲ ዳፍሩት ኣቲኻ ከታይ ዓይነት ይስራሕ ዝስራሕ እንታይ ዓይነት ኣዘጋጃጅዋ እዩ ድዛጋጀ ርኢኻ ኣብኡ ተሚርካ ቢያንስ ካብኡስ ወርሒ ክትስልጥንስ ትኽእል ኢኻ ብነፃም ክተገልግል ትኽእል ኢኻ ምእንቲ እንታይ ማለት እዩ ምእንቲ እታ ራእኻ ለውፃኻያ ንዓኣ ግድን ፍልጠት ስለለድልያ ማለት እዩ ግድን ፍልጠት ስለለድልያ ንስኻ ከይድካ ትምሃር ማለት እዩ እዚኣ ከኣያ ክእለት ተቢላንያ ማለት እዩ ኻሊእ ብመንፈሳዊ ለለ ክበኩም ኣነ በገና ክላመድ ደልየ ንበል ክራር ማለት እዩ ክራር ክላመድ ዕላማ ስለለለኒ ክራር ክኢለ ማለት ኣይኮነኒ ክራር ከመይ ጌርካ ኢለ ውቃዕ ከመይ ጌርካ ኢለ ውቃዕ ግድን ክትምሃር እኒኤካ ማለት እዩ ኣብኡ ከድካ ግድን ከድካ ክትምሃር እኒኤካ ከመይ ጌርካ እዩ እዚ ልድርደር ሓደ ዓይነት ድምፂ ንክመፅእ ከመይ ጌርካ ይድርደር ግዴታ ኢኻ ከድካ ክትመሃር ማለት እዚኣ እያ እታ ክእለት ትበሃላ እሺ እዚ ሰልጢንና እዚ ኽኢልና ማለት እዩ ሳልሳይ ዲስፕሊን ወይ ከዓ ስነ ስርዓት እዚኣ እታ ዋና ትፃወተኒ እያ ንዓይ ማለት እዩ የእውነት እታ ዋና ዋና ዋና እትፃወተኒ እዚኣ እያ ማለት እዩ ኩሉ ነገር ክኢልካ ኩሉ ነገር ኣብፅሕኻ ኩሉ ነገር ዕላማ ውፅኻ ኩሉ ነገር ሰሪዕኻዮ እንዳሃለኻ ክልተ ሰለስተ መዓልቲ ምስ ጀበርካዮስ ኣፍርስ ተብሎ ማለት እዩ ከምዚ ዓይነት ለጋጥመና ባይዘወ ንህሊ ኢና ኩልና ማለት እዩ እናጋ እዚ እዚ እዚ እዚ እዚ ክገብር እየ ኣብዚ ሰሙን እዚ እዚ እዚ እዚ እዚ ክገብር እየ ኣብዛ ወርሒ እዚኣ ከዓ እዚ እዚ እዚ ክገብር እየ ንበል ክልተ ኣርባዕተ መዓልቲ ሓሙሽተ መዓልቲ ጅምር ነበ ኣቋርፅ ኣቋርፅ የውነት ኣቋርፅ እዚኣ ከዓ ስነ ስርዓት ተቢላኒያ ወይ ከዓ ዲስፕሊን ተቢላኒያ እዚኣ እያ ማለት እዩ እና ስነ ስርዓት ኣዝዩ ኣገዳሲ እዩ ማለት እዩ ምክንያቱ ብስርዓት ክትመላለስ ከለካ ለምሳሌ ንጉሆ ተልዒለ ፀሎት ገይረ ስፖርት ሰሪሐ ናብ ስራሕ ክኣቲ እየ እንተይልና እዚ ነገራት እዚ ድሕሪ ሶሙን ንሓድጎ ተኾይንና እዚ ዲስፕሊን የኾነ ስነ ስርዓት የኾነ እውነት ለመናገር ለለ እዛ መዓልቲ እዚኣ ትምህርቲ ብምስማዕ መፅሓፍ ብምንባብ ከሕልፈ እየ ኢልና ንሓስብ ማለት እዩ ስልኪ ጥጥላልና ንሕልፋ ማለት እዩ ዲስፕሊን ፈሪሱሎ ማለት እዩ ኦኬ ኻሊእ ከዓ ክህኩም ይኽእል እዩ ማለት እዩ ሎማዓንቲ ብዚ ብመንፈሳዊ ይኸይደኩም እኒሆ ሎማዓንቲ ከዓ ብዓለማዊ ከዓ ንእሽተን ክኸደኩም ማለት እዩ ኣብዛ ስርሐይ እዚኣ ሰሪሐ ክውዕል እየ ኢልና ትልሚ ነውፅኦ ወይ ከዓ እዚ ለማ ነረ ፕሮግራም ነውፅእ ማለት እዩ ካብኡ ሃ ኣይንጋን ኢድና ኣበይ እንዲኻ መሓዛይ ክብለካ ክእል እዩ ማለት እዩ ኣበይ እንዲኻ ኣይንጋን ኢድና ሃ ከይደ ማዕንቲ ይፅንሐለ እሞ ክኸድ ምስ መሓዛይ እዚኣ ዲስፕሊን የኾነት ይነግረኩም ማለት እዩ ምክንያቱ ንዓልካ ሓዲግካ ገና ተይውፃሕካየ ናብ ካሊእ ከይድካ ስለዚ እዚ ነገራት እዚ ብጣዕሚ ብጣዕሚ ብጣዕሚ ብጣዕሚ ካብ ዝጫወተኒ ላእየ እዩ ማለት እዩ ምክንያቱ እንድሕር ስነ ስርዓት ዘይብልካ ኮንካ እቶም ብዓንተ ወሎም ፃናዮም ፋይዳ የብሉም እዩ ማለት እዩ ክእለት ይሃልኻ ዕላማ ይሃሊኻ ስራሕ ስርዓት ተለይብልካ ግዜ ካብ ለብኸንካዮ ለይገበርካዮ ተኮይንካ ስታይ እሞ እዩ ምንም ስለዚ ስነ ስርዓት ልበሃል ኣሎ እንዶም ሓንቲ ነይራ ቪድዮ ዝሰማዕክዋ ሲ ካብቶም ኣብዚ ኣብ ዓለም ንዘለዉ ኣዝዮም ኣብ ጽቡቕ ደረጃ ዝበጽሑ ተም ሰብ ፍልጠት ዘይኮኑሲ ተም ሰብ ስነ ስርዓት ገይሮም ፕሮግራሞም ዘካይዱ እዮም ማለት ተም ሰብ ስነ ስርዓት እዮም ማለት እዩ ሰብ ስነ ስርዓት ስነ ስርዓት ክብል ከለና ኣብ ደውፅዎ ፕሮግራም ብስርዓት ልመላለሱ ማለት እዩ ንርእሶም ተኣማንነት ዘለዎም ማለት እዩ ብካልእ ይበሃላ ለውፅዎ ሲ እሙናት ዝኾኑ ማለት እዩ እዚ እኮ ይፈልጥን እዩ እዚ እኮ ይተማርን እዚ እኮ ማትሪክ የብሉ ምናምን ልበልካዮ ሰብሲ ኣብ ፅቡቅ ወፂሑ ትሪኦ ኢኻ ግን እዚኣ ልመርሐቶ ፍልጠት ዘይኮነት ስነ ስርዓት እዩ ማለት እዩ ታሊ ፈለጣ ናብ ተግባር ስለለሽረፋ ማለት እዩ ስነ ስርዓት ትመፅእ ከዓ ነገራት ብምልምማድ እዩ ማለት እዩ ነገራት ዝያዳ ኩሉ ግዜ ኩሉ ግዜ ክትገብሮ ተለኻ ልክዕ ልምዲ ኮይኑ ይመፀካ ማለት እዩ ዝኾነ ነገር እንድሕር ድሓር ዘይገበርካዮ ኮይንካ ሽንፍልል ይብለካ ዋ ልማዓንቲ እንታይ ደ ኮይነ ልማዓንቲ ትልሞ ኣሃ እቲ ዝተበለካስ ትለመድካዩ ሰይገበርካዩ ማለት እዚ ናብ ልምዲ ተቐይሩ እኒኦ ማለት እዩ ሰልሰይቲ ስነ ስርዓት እያ ማለት ስነ ስርዓት ኩልና ኣብተን ለውፃናየን ፕሮግራም ስርዓት ገይርና ቀስ ብቐስ ነካይደን ማለት ኣይነፍርሰን። ንጉሆ ክለዓል እየ ተይልና ንጉሆ ንለዓል። ሶሻል ሚዲያ ተይረእኹ ክድቅስ እየ እንተይልና እንታ ለውጠናዮ ሶሻል ሚዲያ ተይተጠቐምናይ ብግዜና ንድቅስ ማለት እዩ። በተለይ ድቃስ እኮ ልሻምየና ሶሻል ሚዲያ ክንሕልፎ ከለና እዩ ግዜ ልሻምየና ማለት እዩ። ሶሻል ሚዲያ ተይረእኹ ድቃሰይ ብግዜ ክድቅስ እየ እንብለሉ ዝነበርና ሰዓት ኣብ ሶሻል ሚድያ እሞ ነቋፅሎ ብድሕሪኡ ብግዜ ኣይንትስኢ ብግዜ ተለይተስኢና ከዓ ክንገብሮ እንደለና ኣይንገብሪ ካብኡ ብድሕሪኡ መዓልትና ብፋልል ይውዳእ ካብኡ ከ ክንኮኖ ንደልዮ ሰብ ከዓ ኣነ ክደልያ ክኾና ዝደልያ ሰብ ንስኻትኩም ክትኮንዎ ትደልዩ ሰብ ትውስእንዎ ማለት እዩ እዚኣ ከዓ እታ ስነ ስርዓት ተባሂላኒ ኣዝየ ክፈትዋ ብጣዕሚ ዝፈትዋ ስነ ስርዓት እያ ማለት እዩ ስነ ስርዓት ስለዚ እዚኣ ራብዓይ ማለት እዩ ራብዓይን ናይ መወዳእታን ፕሊስ ላይክ ጎሩ ናብ ኩሉ ክበፅሕ ካብኡ ከዓ ዩቱብ ንክቐበለና ከዓ ክስካብ መወዳእታ እቲ ቪድዮ ኣዳሚፅኩም ትኾኑ ተስፋ ይገብር ማለት እዩ እቲ ራብዓይ ደሞ ፀባይክ ማለት እዩ ፀባይ ባህሪ የሚብልዎ ነይሮም ግን ባህሪ እግዚኣብሔር ኣምላኽ ልሃበና ዘይብልወጥ ነገር እዩና ፀባይ ንበላ ማለት እዩ ፀባይ ከዓ ንዘለካ ሽቶ ንክተውፅሖም ኣዝዩ ይሕግዘካ እዩ ማለት እዩ ፀባይካ ምስ ደቂ ሰባት ስቆይ ሕምጃ ጎን ድሕር ኮይኑ ከመይ ጌርካ ኢኻ ካፍት ምክንያቱ ንሕና ህይወትና ዝተተኣሳሰረ እዩ ምስ ደቂ ሰባት ማለት እዩ ምስ ደቂ ሰባት ግድን እኳ ንሕና እቲ ክንሰርሖ እንደሊ ነገር ተፀጊዕና ምስ ሰብ ክንምሃር እንደሊ እኳ እንተኮይና ሲ ግድን ፀባይና ዝተስተኻኸለ ክኾን እኒኦ ማለት እዩ እንድሕር ፀባይና ዘይተስተኻኸለ ኮይኑ ግን ገደል ሒዙና እዩ ክኣቲ ማለት እዩ። ስለዚ ፀባይና ምስትኽኻልም ከም ዘድሊ ተማሂረ እዚኣ እኳ ከዚኦ ተማሂረ እያ እታ ስነ ስርዓት ቅድም ኢሉ ተማሂረ እያ ሃም ትበልኩም እንታይ ላኾነ እዩ ትልፈርሰኒ ኣለኩ ኢሉ ከለኹ ከይደ ዝተምሃርኩዎን እየን እዚአን ነገራት እዚአን ማለት እዩ። ስለዚ ፀባይናም ክነስተኻኸል ከም ዘለና ለምሳሌ እኳ ሲ ኣብ ንግዲ ባላ ክትነግድ ከለኻ ሲ ፍሕሹው ገጽ ክትቦም ተለኻ ድዮም እቶም ሰባት ዝያዳ ላባኻ ልመፁሲ ወይ ከዓስ ፅውግውግ ኢልካ ክትኸዶ እንተለኻ እያ እቲ ባህሪ ከዓ እቲ ምስትኽኻል ዝበሃል እዚ እዩ በቃ ሰብ ሰብ ብምዃኑ ክተኽብረ ግድን እዩ እንዲ ግን ንዓኻ ከዓ ዝያዳ ማለት እዩ ክብራትን ፍትወትን ተኸታተልቲ ናይ ማኣዲ ዩቱብ ቻናል ሎም ሒዘልኩም ዝመፅእ ከዚኣ ትመስል ነይራ ማለት እዩ ጠቓሚት ኮንካ ተረኺብኩም ጓን ኣሕዋትኩም ሸር ብምግባር ኣካፍልዎም ማለት እዩ ብኻሊእ ሕሶ እስካብ እንራኸብ ደሞ ሰላም እግዚኣብሔር ኣምላክ ምስ ኩላትና ይኹን ሰሰናዩ ኣሕዋተይ።